ቤት ትምህርቲ ተሓጋግዝቲ ነርስ ጊንዳዕ ንክልተ ዓመት ብግብርን ክልሰ ሓሳብን ከሰልጥኖም ዝፀንሐት ሰሜና ሞያውያን ትማሊ 22 ጥቅምቲ ብሰርቲፊኬት ኣመሪቓ። ኣብቲ ስነ ስርዓት ዳይሬክተር እታ ቤት ትምህርቲ ኣቶ ሚካኤል ጃህራይ ኣብ ዘስምዖ ቃል ዝበዝሑ ሰልጠንቲ ኣባላት 26 ዙርያ ሃገራዊ ኣገልግሎት ኮይኖም ኣብ ዝተፈላለያ ትካላት ጥዕና ተመዲቦም ከገልግሉ ከም ዝፀንሑ ጠቒሱ ቀሲሞሞ ንዘለዎ ፍልጠት ብግብራዊ ስራሕ ከማዕብሉን ትፅቢት ህዝቦምን ከማልኡን ብተወፋይነት ከገልግሉን ትፅቢት ከምዝግበረሎም ሓቢሩ። ኣወሃሃዲ እቲ ኣብያተ ትምህርቲ ተሓጋገዝቲ ነርስ ኣብ ዞባታት ሲስተር ኣልጋነሽ ተኽለገርጊስ ብጊዳ ንዕላማ ናይተን ካብ 2003 ኣብ ጊንዳዕ፣ ባረንቱን መንደፈራን ዝተኸፍታ ኣብያተ ትምህርቲ ተሓጋገዝቲ ነርስ ድሕሪ ምብራህ ምስዞም ናይ ሎሚ ዓመት ክልተ ሚእትን ሸውዓተን ሞያውያን ብጠቕላላ ክልተ ሸሕን ሓሙሽተ ሚእትን ዓሰርተ ክልተን ሰብ ሞያ ጥዕና ከምዘመረቓ ገሊጻ። ኣብ ሚኒስትሪ ጥዕና ግዝያዊ ዋና ዳይረክተር ክፍሊ ፖሊሲ ውጥንን ምምዕባል ዓቕሚ ሰብን ዶክተር ብርሃነ ደብሩ ብወገኑ ሰልጠንቲ ቀሲሞሞ ዘለዉ ሞያ ናይ ሕልና ስራሕ ምዃኑ ተገንዚቦም ብትግሃት ከገልግሉን ዓቕሞም ንምምዕባል ክጽዕሩን ኣዘኻኺሩ። ወኪል ተመረቕቲ ብጊደኣ ንዝቐሰምዎ ትምህርቲ ከም መንጠሪ ባይታ ናብ ዝለዓለ ደረጃ ተጠቒሞም ኣብ ዝተመደብሉ ናይ ስራሕ ቦታ ብዘይተጎላባነት ከም ዝሰርሑ ቃል ኣትያ። ቤት ትምህርቲ ተሓጋገዝቲ ነርስ ጊንዳዕ ሎሚ ዓመት ንሻድሻይ ጊዚኣ ተመርቕ ዘላ ኮይና ብጠቕላላ ሰለስተ ሚእትን ስሳን ሓደን ደቂ ኣንስትዮ ዝርከብኦም ሽዱሽተ ሚእትን ሽዱሽተን ሰብ ሙያ ከም ዘመረቓ እቲ ሰነዳት ኣየመልክቱ። ቤት ትምህርቲ ተሓጋገዝቲ ነርስ ባረንቱ ብ ዓሰርተ ሓሙሽተ ጥቅምቲ፣ ቤት ትምህርቲ ተሓጋገዝቲ ነርስ መንደፈራ ድማ ብ ዓሰርተ ጥቅምቲ ከም ዘመረቓ ይፍለጥ። ኮንፈደረሽን ሰራሕተኛታት ሃማደ ዞባ ማእከል ሳልሳይ ጉባኤኡ ብ ዕስራን ሓደን ጥቅምቲ ኣቃኒዑ። ኣደ መንበር ኮንፈደረሽን ወይዘሮ ምንጋስ ሓይላይ ኣብ ዝሓለፈ ኣርባዕተ ዓመታት ዓቕሚ ኣባላት ክብ ንምባል ሞያዊ ስልጠናታትን ኣስተምህሮታትን ከምተዋህበ ጠቒሳ፣ እዚ ድማ ኣብ ምብራኽ ንቕሓተንን ኣድማዕነተንን ኣብ ስራሕን ዓቢ ኣስተዋጽኦ ከምዝገበረ ሓቢራ። ፕረዚደንት ሃማደ ወይዘሮ ተካ ተስፋሚካኤል ድማ ንቕሓትን ውዳበን ቀንዲ ረቋሒ ንኣድማዕነት ምዃኑ ብምጥቃስ፣ ኣፍራይነት ደቂ ኣንስትዮ ንኽዓቢ ዝምድናን ኣስራሕትን ስራሕተኛታትን ክሕይል ኣዘኻኺራ። ኣደ መንበር ሃማደኤ ዞባ ማእከል ወይዘሮ ኣለም በላይ ድማ ደቂ ኣንስትዮ ንቕሓተን ዘበርኻሉ፣ ተወዲበን ሃገራዊ ጉብኤን ዘማዕብላሉ፣ ፆታዊ ኣድልዎ ዘወግዳሉ ከምኡ ውን ኣብ ልምዓታዊ መደባት እጃመን ዘበርክታሉ ፃዕርታት ክካይዳ ምዃኑ እዋኑ ምዃኑ ኣስሚራትሉ። ኣብ መወዳእታ ተጋባእቲ ኣብ ዝቐረበ ፀብፃባት ዘተን ክትዕን ድሕሪ ምክያድ ኣብ ዝውጠኑ ሃገራዊ መደባት ኣበርኩተን ከዕዝዛ ምዃነን ቃል ኣትየን። ሕብረተሰብ ኣብ መሰላትን ድሕነትን ቆልዑን ግቡእ ኣተኣላልያ ዘለዎም ንቕሓት ክብ ብምባል ንዝበለፀ ረብሓኦም ባይታ ንምፍጣር ዝሕግዝ ኣስተምህሮታት ኣብ ዓሰብን ባረንቱን ተዋሂቡ። ኣብቲ ኣጋጣሚ ሕብረተሰብ ኤርትራ ንቆልዑ ዝገብሮ ግቡእ ኣተሓሕዛን ናብዮትን ካብ ጥንቲ ዝፀንሐ እኳ እንተኾነ፣ ኤርትራ ድሕሪ ናጽነት ኣብ ኣህጉራዊ ውዕል መሰላት ቆልዑ ብምፍራም ከምዝደርርዓቶ ተገሊጹ። ካብ ዓሰርተ ሸሞንተ ክሳብ ዕስራ ጥቅምቲ ኣብ ከተማ ዓሰብ ኣብ ዝተዋህበ ኣስተምህሮ፣ ኣተኣላልያን ኣእምሮኣውን ምዕባለኣውን ስንክልና ዘለዎም ቆልዑ፣ ከምኡ'ውን ኣገዳስነት ሕክምናዊ ክትትል ቅድምን ድሕርን ሕርሲ፣ ኣብ ምዕባለ ቆልዑን ካልኦት ዛዕባታትን ብዝምልከት ሰፊሕ መብርሂ ተዋሂቡ። ሓላፊ ጨንፈር ሚኒስትሪ ዕዮን ሰብኣዊ ድሕነትን ኣብ ዞባ ደቡባዊ ቀይሕ ባሕሪ ኣቶ መሓመድ ጃብር ኣብ ዘስምዖ ቃል፣ ስንኩላንን ዘኽታማትን ህጻናት ተሳታፍነቶም ኣብ መኣዲ ትምህርቲ ክብርኽን ኣብ ማሕበራዊ ህይወቶም ዕዉታት ኮይኖም ንኽወጹን ዝተፈላለየ ንጥፈታት ከምዝካየድ ጠቒሱ፣ ውህደት መሻርኽትን ኮምን ከይፍለዮም ተላብዩ። ኣኽበርቲ ሕጊ፣ ኣባላት ፖሊስ፣ ሓለፍቲ ተሃድሶን ካልኦት ኣካላት መንግስትን ኣብ ዝሳተፍዎ ኣብ ከተማ ባረንቱ ኣብ ዝተዋህበ ተመሳሳሊ ኣስተምህሮ ድማ ኣብ ሚኒስትሪ ዕዮን ሰብኣዊ ድሕነትን ሓላፊ ኣሃዱ ክንክን ቆልዑ ኣቶ ተስፉ ሰሎሙን ብቆልዑ ዝፍፀሙ ገበናትን በደላትን ንምግታእ ምክትታልን ምምእዛንን ሕብረተሰብ ብሓፈሻ ናይ ወለዲ ድማ ብፍላይ ክዓቢ ኣተሓሳሲቡ። ተሳተፍቲ ብግደኦም፣ ቆልዑ ካብ ግጉይ ተግባራት ርሒቖም ብግቡእ ተኾስኲሶም ንኽዓብዩ ኩሉ ዝከኣሎም ክፅዕሩ ምዃኑ ብምግላፅ ተራ መምህራን እውን ቀሊል ስለዘይኮነ ካብኦም ዝቕንዐ ናብኦም ዝቐንዐ ጎስጓስ ክካየድ ተላብዮም። ክሊማን ዓይነት ሓመድን ፈሊጥካ ምስኡ ዝሳነ ኣዝርእቲ ምምራፅ ካብቶም እቶታውነት ሕርሻ ኣብ ምዕባይ ልዑል ተራ ዝፃወቱ ሜላታት ምዃኖም ክኢላታት ይገልፁ። እዚ ግብራዊ ከኸውን ግን ሓረስቶት ንዝወሃቦም ሞያዊ ምኽሪ ከተግብሩን በቢእዋኑ ዝወሃቦም ስልጠናታት ብግቡእ ክከታተሉን ይግባእ። ንሓረስቶት ንኡስ ዞባ ገለብ ንዝተዋህበ መዘኻኸሪ ኣመልኪቱ ወኪል ኤሪና ሙሴ ኪዳነ ንዝልኣኾ ጸብጻብ ሸዊት ገብረብርሃን ከተቕርቦ እያ።
ሓረስቶት ንኡስ ዞባ ገለብ ምስ ኩነታት ክሊማን ሓመድን ከባቢኦም ዝሳነ ዘርኢ ብምምራጽ እቶታውነቶም ከደንፍዑን ንዝወሃቦም ሞያዊ ምኽሪ ብግቡእ ክጥቀምሉን ኣመሓዳርቲ ንኡስ ዞባ ኣቶ ኣሕመድ ዑስማን ፍሩጅ ኣተሓሳሲቡ። ንኤሪና ኣብ ዝሃቦ ሓበሬታ፣ ኣቶ ኣሕመድ ምስ ናይ ዝሓለፈ ዓመት ብምንጽጻር ኣብ ዝሰፍሐ ከባቢታት ንኡስ ዞባ ዝሓሸ ምህርቲ ክሕፈስ ትጽቢት ከምዘሎ ብምግላጽ፣ ሓረስቶት ንዝበለጸ ውጽኢት ብምርምር ዝተፈተነ ምሩጽ ኣዝርእቲ ክጥቀሙ ኣተሓሳሲቡ። ሓላፊ ቁጠባዊ ልምዓት ናይቲ ንኡስ ዞባ ኣቶ ዳንኤል በርሀ ብወገኑ፣ ብምውህሃድ ህዝብን መንግስትን ዝተሃንጻ ከዘንቲ ማይ እኹል ማይ ኣዋህሊለን ብምህላወን ንልምዓት ጀራዲንን ምርባሕ ጥሪትን ዘተባብዕ ዕድል ከምዝፈጠራ ኣረዲኡ። ንኡስ ዞባ ገለብ ንምርባሕ ጥሪት ንህብን ልምዓት ጀራዲንን ምቹእ ምዃኑ ብምግላፅ ድማ በቢእዋኑ ዝፈሪ ኣሕምልትን ፍረታትን ገለ ክፋል ጠለባት ህዝቢ የማልእ ከምዘሎ ገሊፁ። መሬት ኣብዚ እዋን እዚ ዝለምዕ ዘሎ ጀራዲን እንተድኣ ርኢናዮ ክሳብ ክልተ ሚእትን ሓምሳን ሄክታር ዝበፅሕ እዩ ማለት እዩ። ኣብዚ እዋን እዚ ሕጂ ሽጉርቲ ይሕፈስ ኣሎ ማለት እዩ። ኣብ እዋን ሓጋይ ከዓ ኮሚደሬ፣ ባምያ፣ ኣብ ወርሒ ዓሰርተ ከባቢ እውን ደን ሕምብርቲ ብምሉኡ ኩነታት ማይ ድሕርዚ ኣብዚ ኣብ ከባቢ ገርበትን ገለብን ዲጋ ራህያታት ምስርሐን ብድሕሪኡ እቲ ትሕቲ ባይታዊ ማይ ስለ ዝሃብተመ እቲ ሓረስታይ ኣብቲ ዒላታት እኹል ዝኾነ ማይ ኣለዎ ማለት እዩ። እቲ ፍርያት ናይ ንኡስ ዞባ ገለብ ኩሉ ግዜ ንኸረን ንኸረን ገጹ ዝጠመተ እዩ። ካልእ እዚ ከባቢና ብመፍረ ንህቢ ሃብታም ንኡዞባ እዩ። ኣብ ንኡዞባ ገለብ ኣስታት ኣርባዕተ ሽሕ ሄክታር ዝሕረስ መሬት ክህሉ እንከሎ፣ ልዕሊ ክልተ ሚእትን ሓምሳን ሄክታር ካብዚ ብኣርባዕተ ሚእትን ዓሰርተ ሽዱሽተን ሓረስቶት ዝለምዕ ጀራዲን ምዃኑ ሰነዳት ምምሕዳር'ቲ ንኡዞባ የመልክት።
ኣብ ንኡዞባ ጋላነፌ ንልዕሊ ክልተ ሽሕ ተመሃሮ ማእከላይን ካልኣይን ደረጃታት ኣፍልጦኦም ኣብ ሕጊ ክብ ንምባል ኣስተምህሮ ተዋሂቡ። ኣብቲ ብ ዕስራን ሓደን ጥቅምቲ ንተምሃሮ ኣብያተ ትምህርቲ ሰሓርትን ኢብራሂም ሱልጣንን ዝተዋህበ ኣስተምህሮ ኣዛዚ ሻብዓይ መደበር ፖሊስ ሜጀር ቢንያም መሓሪ መንእሰያት ናይ ለውጢ ሃዋርያ ብምዃኖም ኣብ ሕጊ ዘለዎም ኣፍልጦን ንቕሓትን ክብ ምስ ዝብል ገበን ብምክልኻል ኣብ ምድንፋዕ መደባት መኸተን ልምዓትን ዓቢ ኣበርክቶ ከምዝህልዎም ኣብሪሁ። መንእሰያት ካብ ንኡስ ዕድሚኦም ተገዛእቲ ንሕግን ሓላፍነታውያንን ኮይኖም ክዓብዩ ዝግበር ኣተኣላልያ ንስድራቤት ጥራይ ዝግደፍ ከምዘይኮነ ጠቒሱ ድማ ኣብያተ ትምህርትን ሕብረተሰብን ነቲ ብስድራቤት ዝግበር ጻዕሪ ዝድግፍ ናብየት ክገብሩ ሜጀር ቢንያም ብተወሳኺ ኣዘኻኺሩ። ኣቦ መንበር ሽማግለ ኣዕሩኽ መንእሰያት ኣብ ንኡስ ዞባ ጋላነፍሒ ኣቶ ገብረኪዳን ተወልደብርሃን ብወገኑ መደባት ልምዓትን መኸተን ብልዑል ንቕሓትን ሓያል ውዳቤን ስለዝሰምር ካብ ትካላት ላዕለዋይ ትምህርቲ ዝምረቑ ዘለዎም መንእሰያት ኣብ ሃገራዊ ክብርታት ዓስ ኢሎም ዘሰላስልዎ ዘለዉ ዕማም ኣብነት ምዃኑ ኣብሪሁ። ጨንፈር ሚኒስትሪ ጥዕና ዞባ ደቡባዊ ቀይሕ ባሕሪ ካብ መላእ እቲ ዞባ ንዝተዋፅኡ ኣባላቱ ኣብ ውሁድ ሕክምና ትሕቲ ሓሙሽተ ዓመት ዝዕድሚኦም ህፃናት ዘተኮረ ስልጠና ይህብ ኣሎ። እቲ ብክልሰ ሓሳብን ግብርን ዝተሰነየ ስልጠና ንህፃናትን ቆልዑን ከጥቅዕ ንዝኽእል ሕማማት ውሁድ ሞያዊ ስራሕ ንምክልኻሎምን ንምፍዋሶምን ዝዓለመ ምዃኑ ኣብቲ ጨንፈር ሓላፊ ኣሃዱ ስድራቤትን ኮምን ኣቶ ቢንያም ፍስሃጼን ገሊጹ። ንኤሪና ኣብ ዝሃቦ ሓበሬታ ኣቶ ቢንያም ኣብቲ ዞባ ብዝካየድ ዘሎ ቀጻሊ ጻዕርን ጎስጓሳትን ኣዴታት ኣብ ክትትል ቅድምን ድሕርን ሕርሲ ዝነበረን ኣፍልጦ ክብ ብምባሉ መጠን ሞት ኣደን ዕሸልን ከምዝነከየ ብምጥቃስ ናብ ዝተሓተ ደረጃ ንምውራዱን ንምቁጽጻሩን እቲ ጻዕሪ ቀጻሊ ምዃኑ ኣብሪሁ። ኣብ መደባት ክታበት እውን ዓበይቲ ዓወታት ይምዝገቡ ምህላዎም ብምሕባር ዝወሃብ ዘሎ ስልጠና ነዚ ዝድርዕ ምዃኑ ኣረዲኡ።